ከመይ ትውዕሉ ተኸታተልቲ መደባት ማእከል ጎልጎል ስፖርት ንሎሚ ሰንበት 30 ሓደን ጉንበት ቀዳማይ ዙር ትሕዝቶ ዕለታዊ ዜናታት ስፖርት ሒዝና ተቐሪብና ኣለና ምክትታልኩም ብኣኽብሮት ንዕድም ፈረንሳዊት ክለብ ፓሪስ ሰንት ጀርመን ምስ እንግሊዛዊት ክለብ ኣርሰናል ኣብ ቡዳፐስት ሃንጋሪ ኣብ ዝርከብ ፑስካስ ኣሬና ን120 ደቃይቕ ሓደ ብሓደ ድሕሪ ምፍልላየን ብፍጹም ቅላዕ ፒኤስጂ ኣርባዕተ ብ ሰለስተ ብምዕዋት ክብራ ኣብ ብምክልኻል ዘውዲ ደፊኣ ነይራ። ካብቲ ብዙሕ ኣዘናጋዒ ዝነበረ ጸወታ ዝተረኽቡ ሸውዓተ ዓበይቲ ትዕዝብትታት ክነቕርብ ኢና፣ ደጊምና ክትከታተሉና ብኽብሪ ንዕድመኩም። ሓደ፣ ፈረንሳዊት ክለብ ፒኤስጂ ድሕሪ ተኸታታሊ ዋንጫ ምዕዋታ ምስ ዓበይቲ ክለባት ኣውሮጳ ተጸንቢራ። እዚ ኣሰልጣኒ ሉዊስ ኤንሪከ ዝዕልማ ክለብ ኣብ ዘመናዊ ቻምፕንስ ሊግ ኣውሮጳ ማለት ካብ 1992 ዳግመ ውደባ ናይቲ ውድድር ጀሚርካ ነዛ ዋንጫ ካልኣይ ተኸታታሊ ግዜ ብምውሳድ ክብራ ዝዓቀበት ካልኣይቲ ክለብ ጥራሕ ብምዃን ምስ ታሪኽ ቅያ ሪያል ማድሪድ ተማጣጢና ትርከብ። ኣብ ዝሓለፈ ዓመት ኣብ መዛዘሚ ጸወታ ንኢጣልያዊት ክለብ ኢንተር ሚላን ረቲዓ ድሕሪ ምዕዋት፣ ፒኤስጂ እታ ኣብ ሊግ ዋን ድሕሪ ባጉ ዝነበረ ዕንቅፋት ሰጊራ ቻምፕዮን ወለዳኣ ምዃና ዘመስከረት ጋንታ'ያ። ንኹሉ ናይ ሰብዓን ሓደን ዓመታት ታሪኽ ናይዚ ውድድር ንድሕሪት ተመሊስና እንተደኣ ርኢናዮ፣ ፈረንሳዊት ክለብ ፒኤስጂ ተኸታታሊ ዓመት ዋንጫ ዘረጋገጸት መበል ዓስረይቲ ክለብ ጥራሕ ኮይና ኣላ። ኣብ ጎኒ ከም በዓል ኤስ ሚላን፣ ሊቨርፑል፣ ባየር ሙኒክ፣ ኣያክስ ዝኣመሰላ ታሪኻውያን ጋንታታት ድማ ተሰሪዓ ኣላ። ብዘካዚ ቅድሚ ፒኤስጂ ኣብ ቀረባ እዋን ኣብ ኣውሮጳ ምንቃሓ ክለባት ፈረንሳ ብታሪኽ ኣብቲ ዝዓበየ ሃገራዊ መድረኽ ተጸጊመን ነይረን እየን። ኦሎምፒክ ድማ ኣርሴ እታ እንኮ ፈረንሳዊት ጋንታ ኣብዚ ውድድር ክትዕወት ዝኽኣለት ኮይና ቅድሚ 33 ዓመታት ነዚ ውድድር ክትዕወተሉ ክኢላ ነይራ። ፒኤስጂ ተኸታታሊ ዋንጫ ብምልዓል ግን ንፈለማ እዋን ኣካታቲላ ዘውዲ ኣውሮጳ ዝደፈአት ፈረንሳዊት ክለብ ኮይና ኣብ ታሪክ እዚ ውድድር ዝዓበየት ዕውቲ ወኪልቲ ሃገር ኮይና ኣብ ቅድሚት ተሰሪዓ ንረኽባ። ክልተ ውሳነ ኣሰልጣኒ ሚካኤል ኣርቴታ ፍጹም ቅላዕ ዝሃርሙ ተጻወትቲ ኣርሰናል ዳርጋ ኩሎም ቀዳሞት ፍጹም ቁላዕ ዝሃርሙ ተጻወታ ሲኢናያ ናብቲ መፈላለዩ ፍጹም ቁላዕ ኣትያ ነይራ። ኣብ ግዜ ሬግሎሽንን ተወሳኺ ግዜን ንማርቲን ኦዴጋርድ፣ ቦካዮ ሳካ፣ ሊያንድሮ ትሮሳር፣ ዳምዝ ጋብሾቶ፣ ካይ ሃቫርተዝ ብምቕያር ሚኬል ኣርቴታ ብዘይምርዳእን ጋንቱ ካብ ዓሰርተ ክልተ ያርድ ንዝህረም ዕድል ከየስተብሃለ ርእሳ ገፊፍዋ እዩ። ቪክቶር ዮከረስ ኣብ ሜዳ ዝተረፈ እንኮ ስሩዕ ፍጹም ቅላዕ ክሃርም ዝኽእል ተጻዋታይ ነይሩ። ኣብ መወዳእታ ነታ ኣብ ምክልኻል ከውሒ ዝኾነ ጋብሪኤል ማጋልሃስ መሪጹ ነታ ወሳኒት ሓምሸይቲ ፍጹም ቅላዕ ከጥፍኣ ተራእዩ። ኣሰልጣኒ ሚኬል ኣርቴታ ቅድሚ ኖኖ ማድከ ንጋብሪኤል ማጋልሃስ ፍጹም ቅላዕ ክሃርም ምውሳኑ ድማ ብኸቢድ ክትዕ ዝካየደሉ እኳ እንተኾነ ከም ቀሊል ጌጋ ዘይኮነ ከም ዘተሓሳስብ ሓደጋ ክውሰድ ይከኣል። ኣሰልጣኒ ሚኬል ኣርቴታ ንጋብርኤል ማጋልሃስ ስለምንታይ ኣሚንዎ ዝብል ሕቶ ይለዓል እዩ። እቲ ኣሰልጣኒ ድሕሪ ጸወታ ኣብ ዝሃቦ ጋዜጣዊ መግለጺ ጋብርኤል ነታ ፍጹም ቅላዕ ክሃርማ ከም ዝሓተተን ብተግባር ብዙሕ ግዜ ኣርእይዎ ከም ዝነበረን ሎሚ ምሸት ግን ገለ ትኽክል ነገር ከም ዝጎደሎ ገሊጹ። ብኣንጻር ናይዚ ስለምንታይ ደገፍትን ነቐፍትን ነቲ ውሳነ ኣብ ሕቶ ዘእቱ ምዃኑ ይዛረብሉ። ኣጥቃዓይ ኖኒ ማድከ ምስ ልዳት ዝምድና ዘለዎ ብባህሪኡ ኣብቲ ቦታ ዝነጥፍ ተጻዋታይ'ዩ። ንሓደ ናይ ማእከል ተኸላኸላይ ብተግባር ይኹን ብዝኾነ መለክዒ ቅድሚኡ ምምዳብ ድማ ብስታቲክሳዊ መንገዲ ዘይተለምደ ይገብሮ። ኣብ መወዳእታ ፍጹም ቅላዕ ዝሃርም ተጻዋታይ ስነ-ኣእምራዊ ምቾት ዘለዎ ተጻዋታይ ዝሃርም። ጋብርኤል ኣብታ ለይቲ ነዚ ምፍጻሙ ብዙሕ ወጻኢታት ዝሓትት ክኸውን እንከሎ፣ ኣርቴታ ግን ኣብ ልምምድ ብዝተዓዘቦን ዝለዓለ ርእሰ ምትእምማን ዘርኣየ ተጻዋታይ ክሃርም ደገፉ ኣስሚዑ'ዩ። ሰለስተ፣ ሙሉእ ዓብላልነት ማእከል ሜዳ ቪቲንያ ዑስማን ደምበለ ንማዕረ ዝገበረት ሸቶ ከመዝግብ እኳ እንተኻእለ ቪቲንያ ግን ንፒኤስጂ ክትዕብልል ዘኽኣላ መዋቕራዊ ህርመት ልቢ እታ ጋንታ እዩ። ቪቲንያ ኣብ መበል ሜትሮ ሓሙሽተን ደቂቕ ተቐይሩ እኳ እንተነበረ ቅድሚ ምውፅእ ግን እዚ ፖርቹጋላዊ ተፃዋታይ ንቴምፖ ናይቲ ፀወታ ፍፁም ኣዚዝዎ እዩ። ኣብ ጠቕላላ ሚእትን ስሳን ክልተን ግዜ ኩዕሶ ተንኪፉ፣ ሚእትን ኣርባዓን ሓደን ግዜ ድማ ብልክዕ ኩዕሶ ኣቐቢሉ ኣብ ፀወታ ዝበዝሐ ቁፅሪ ብምምዝጋብ ንዓቕሚ ኣርሰናል ናብ ምጥቃዕ ንምስግጋር ሓኒቑ ዘምሰየ ተፃዋታይ እዩ። እዚ ኣካፋፋሊ ኣብ ምክልኻል ዝገብሮ ሓገዝ ብዘየገድስ ልዑል ብቕዓት ብምርኣይ ጸወታታት የመሓድር፣ ኣብ ዝሓለፈ ዓሰርተ ዓመታት ድማ ሓደ ኣካፋፋሊ ኣብ ቻምፕዮንስ ሊግ ኣብ ናይ ኣውዲካ ምሕላፍ ጸወታ ክልተ ግዜ ጥራሕ እዩ ሚእትን ሰላሳን ልዕሊኡ ኩዕሶ የሕሊፉ፣ ብውሑዱ ድማ ቴስዓን ሓሙሽተን ሚእታዊት ልክዕነት ዝዛዘመ ተጻዋታይ ነይሩ። ቪትንያ ብወገኑ ምስ ፒኤስጂ ክልተ ግዜ ነዚ ኣሃዝ ኣመዝጊብዎ ኣሎ። ካብዚ ብተወሳኺ ቪቲንያ ኣብ ቻምፕዮንስ ሊግ ኣውሮጳ ኣብ ትሕቲ ልዑል ጸቕጢ ቴስዓን ሰለስተን ሚእታዊት ኩዕሶ ንምሕላፍ ብልክዕ ክዛዝም እንከሎ እዚ ድማ ካብ ዝኾነ ኣከፋፋሊ ኣብዚ ውድድር ዝለዓለ ደረጃ እዩ። ኣብ ትሕቲ ኣሰልጣኒ ሉዊስ ኤንሪኬ ቪቲንያ ካብ ሳንዶ ናብ ሳንዶ ዝግበር ስራሕ ናብ ሙሉእ ኣሳሪ ተጻዋታይ ተሰጋጊሩ ንክልቲኡ ምዕራፋት ሜዳ ዝቋጻጸር እዩ። ኣብ እዋን ህንጸት ኩዕሶ ንምምስራት ኣብ ሞንጎ ናይ ማእከል ተኸላኸልቲ ኮይኑ ብጽሬት ይወድቕ፣ ኣብ ርእሲኡ ድማ ሓያል ናይ መጥቃዕቲ ኣጽዋር ኮይኑ ይሰርሕ። ኣርባዕተ፣ ኣረሜናዊ ናይ ምክልኻል ፕላንን ኣውቶቡስ ፓርክ ዝብል ኣርእስትን። ታክቲካዊ ኣቀራርባ ኣርሰናል ድሕሪታ ኣብ ሻድሻይ ደቂቕ ዝተመዝገበት ክሊኒካዊት ቀዳመይቲ ሸቶ ሃቫርተዝ ብብዝሒ ተቐይሩ እዩ። ኣብዚ ውድድር ዝኸበደ ሓያል ምክልኻል ከም ዘለዋ እትምካሕ ኣርሰናል፣ ናብ ተሪርን፣ ሎው ብሎክን፣ ምክልኻል ኣዕሚቓ ብምውዳቕ ንፒኤስጂ ሰብዓን ክልተን ሚኢታዊት ጸወታ ክትጻወቶ ክኢልዋ እዩ። ዊልያም ሳሊባ ምስ ጋብሪኤል ማጋልሃሽ ንዳይናሚክ ናይ ቅድሚት ግንባር ፒኤስጂ ብምሕናቕ ማልያ ዘይብሉ ጅግንነታዊ ቅላዓት ከምኩኑ ክኢሎም እዮም። እቲ ኣዝዩ ናይ ምክልኻል ኣገባብ ግን ንኣርሰናል ኣብ ውሽጢ ሚእትን ዕስራን ደቓይቕ ሓንቲ ግዜ ጥራሕ ኣብ ታርጌት ብምህራም ተደሪታ ክተምሲ ገይርዋ እዩ። ሓሙሽተ፣ ኣብ ሳንዱቕ ፍጹም ቅላዕ ዝረኣ ዕንክሊል ዘብል ምድንጋራት። ኣብ ከምዚ ዝበለ ሓያል ምክልኻል ውደባ ዝሓዘ ጸወታ፣ ንፒኤስጂ ዝረኸበቶ ስርሒት ካብ ንጽል ናይ ምድንጋር ህሞት ዝመጸ ጌጋ እዩ። እዚ ድማ እቲ ፍርዲ ቅኑዕ ድዩ ኣይቅኑዕን ድሒርና ክንመጾ ኢና። ኣብ ክንዲ ቲምበር ዝኣተወ ከም ናይ የማን ተኸላኸላይ ኮይኑ ዝተፃወተ ክርስቲያን ሞስኬራ ካብ ክቪጃ ክቫራስኬልያ ብዝመፆ ቅልጡፍን ስሉጡን ጉያ ዕዳ ዝተዓድየሉ ፍጻመ ኣጋጢምዎ እዩ። እቲ ስጳኛዊ ተፃዋታይ ኣብቲ ዝነበረ ዕንክሊል ነቲ ናይ ክንፊ ኣጥቃዓይ ተንኪፍካዮ ብዝብል ነገር ፍጹም ቅላዕ ተኣዚዙ ዑስማን ደምበለ ብክእለት ናብ ሾት ተቀይሩ ንፀወታ ማዕረ ገይርዎ። እቲ ቀንዲ ነጥቢ እዚ ስልቲ እዚ ማለት ኣብ ኣቀማምጣ ንዝፍጠሩ ማይክሮስኮፒካውያን ጌጋታት ናብ ኣዕናዊ ነገር ዘምጽእ እዩ። ዘመናውያን ኣጥቃዕቲ ኮነ ኢሎም ርክብ ይጅምሩ፣ እዚ ድማ ንሓደ ተኸላኸላይ ዝፍጽሞ ንእሽቶ ጌጋ ባዕሎም ናብ ዓቢ ፋወል ክቕይርዎ ይረኣዩ። ቪድየቫር ንዝነበረ ርክብ ብዝሕቱል ምንቅስቓስ ብምትንታን፣ ብኣጋጣሚ ወይ ከኣ ብዘይግመት ፍርዲ ኮነ ኢልካ ዝተፈጸመ ፋወል ከም ዝመስል ይገብሮ። ሽዱሽተ፣ ድራማ ዳኛን ንኣርሰናል ዘቖጥዐ ፍርዱን። ከምቲ ኣብ ሓምሻይ ትዕዝብቲ ዝተገልጸ ሞስኬራ ኣብ ልዕሊ ክቫራ ዝፈጸሞ ጌጋ ንፍጹም ቅላዕ ዘውህብ ኢልካ ክትዛረብ ዘይከኣል እዩ። ምኽንያት ሞስኬራ ኩዕሶ ምሉእ ረኺቡ ንግዳም ኣውጺእዋ ክንሱ ማእከላይ ዳኛ ካብ ርድኢት ርሒቑ ወይ ኮነ ኢሉ ዝፈጸሞ ውሳነ ክኸውን ይኽእል እዩ። ካብ ብዙሕ መረዳእታ ዝኾነ ናይ ዘዋን ኣጥቃዒ ኣብ ቦታ ፍጹም ቁላዕ ዋላ እውን ትንፋስ ኣስተንፊስለ ኢሉ ዝወደቐ ኣጥቃዒ ኣይሰኣንን ይኸውን። እዚ ስልቲ ናይ ዘዋን ክኸውን ይኽእል እዩ፣ ነዚ ክርድኦ ዘለዎ ድማ ማእከላይ ዳኛ ምስ ቫር ጥራሕ እዮም። እቲ ዝኸፍአ ውሳነ ናይቲ ዳኛ ግን ኣብ ተወሳኺ ግዜ ናይ ሰላሳ ደቓይቕ ግዜ እዩ። እቲ ዳኛ ንጌግኡ ቅኑዕ ከምስል ንምእማን ንኣርቴታን ዴክላን ራይስን ከይደንጎየ ብጫ ካርድ ክቦም ተራእዩ። እዚ ድማ ኣብ ተወሳኺ ግዜ ተቐይሩ ዝኣትወ ኑኑ ማድከ፣ ኑኖ መንደስ ኣብ ውሽጢ ሳንዱ ፍጹም ክላዕ ብዝኸበደ መልክዑ ኣውዲቕዎ ክንሱ ሸለል ኢሉ ክሓልፎ መሪጹ። እዚ ማለት ድማ ቫር ክዕዘብ ግዴታ ነይርዎ። ተጻዋታይ ማንቸስተር ዩናይትድ ነበር ዋይን ሩኒ ኣብዛ ፍጻመ ኣመልኪቱ ብዝሃቦ ርእይቶ ኣርሰናል ሙሉእ ብምሉእ ተኻሒዳ ተበዲላ ክብል እዩ ርእይቱ ሂቡ። ማእከላይ ዳኛ ናይቲ ጸወታ ዳንኤል ሲበርት ጸወታ ክቕጽል ንቕድሚት ኢዱ ብምውዝዋዙ ቫር ድማ ጣልቃ ክትኣቱ ኣይደለየትን። እዚ ኣካታዒ ዝኾነ ፍጻመ ብሸፍኖ ሸፍኖ ክሕለፍ ምግባሩ ደገፍቲ ክለብ ኣርሰናል ናይ ዓወት ዕድል ከም ዝተኸልኡ ገይሮም ክወስድዎ ንብር እዩ። ግብረ መልሲ ዴክላን ራይስ ኣብ ሜዳ ንዝተፈጸመ ነገር ቁጡዕ ተቓውሞ ምሃቡ ምስ ሚኬላ ኣርቴታ ብጫ ካርድ ክወሃቡ ምርኣዮም ድማ እቲ ዘገርም ነገር እዩ። ሸውዓተ፣ ታሪኻዊ ድርብ ህርመት ልቢ ኣርሰናል። ኣርሰናል እዚ ስዕረት ብዘሕምም መቓልሕ ከምቲ ናይቲ ኣብ ክልተ ሽሕን ሽዱሽተን ካልእ እንኮ ናይ መወዳእታ ጸወታ ቻምፕዮንስ ሊግ ኣውሮጳ ዘካየደቶ ኮይኑ ኣብዚ ጸወታውን ብኣግኡ መሪሕነት ሒዛ ክትሰዓር ምግዳዳ እዩ። ድሕሪ 22 ዓመታት ንፈለማ እዋን ዋንጫ ፕሪምየር ሊግ ድሕሪ ምዕዋታ ድሕሪ ሓደ ሰሙን ጥራሕ ድርብ ዓወት ክተመዝግብ ዝነበራ ሕልሚ ክገሃድ ኣይከኣለን። ይኹን እምበር መዋቕራዊ ዕምቆት ናይዛ ጋንታ ግን ኣርቴታ ብሚሎናት ፓውንድ ዝቑጸር ዝተገብረ ዳግመ ህንጸት ከም ዘለኣለማዊ ሓይሊ ኣውሮጳ ብጽኑዕ ከም ዝሰርሓ ዘጠራጥር ኣይኮነን። ኣርሰናል ዋላ እኳ ዋንጫ ቻምፕዮንስ ሊግ ኣውሮጳ ክተልዕል እንተዘይከኣለት ምሉእ ቴስዓ ደቓይቕ ስዕረት ከየመዝገበት ግን ከኣ ዋንጫ ክትወስዳ ዘይተዓደለት እንኮ ጋንታ ክትከውን ተገዲዳ ኣላ። ነቲ ን22 ዓመታት ዝጸንሐ ኣድካሚ ውሽጣዊ ድርቂ ብምስባር ትረኻ ክልተ ሽሕን ዕስራን ሽዱሽተን ኣብ ታሪኻዊ ልቢ ደገፍቲ ኣርሰናል ናብ ብሩህ መጻኢ ዝቕየር እዩ። ኣብ ክልተ ሽሕን ሽዱሽተን ዓሰርተ ተጻወትቲ ዝነበራ ኣርሰናል ብመንገዲ ሶል ካምፐል ኣቢላ ኣንጻር ባርሳ ሓደ ብባዶ ክትዕወት ቀሪባ ነይራ እያ። ኣብ ክልተ ሽሕን ዕስራን ሽዱሽተን ድማ ሃቫርተዝ ኣብ ሓምሻይ ደቂቕ ብዘመዝገባ ሸቶ ኣንጻር ፓሪስ ሰንት ጀርመን ሓደ ብባዶ ክትዕወት ሓጺር ጉዕዞ ጥራሕ እዩ ተሪፍዋ ነይሩ። እዚ ክበሃል እንከሎ ኣብ ክልተ ሽሕን ሽዱሽተን ባርሴሎና ኣብ መበል ሰብዓን ሽዱሽተን ከምኡ ድማ ሰማንያ ደቓይቕ ንጸወታ ክትቅይሮ እንከላ ኣብ ክልተ ሽሕን ዕስራን ሽዱሽተን ከኣ ዑስማን ደምበለ ኣብ መበል ስሳን ሓሙሽተን ደቕ ብፍጹም ቅላዕ ነቲ ጸወታ ክቕይሮ ተራእዩ። እንግሊዛዊት ክለብ ማንቸስተር ዩናይትድ ንኣከፋፋሊ ክለብ ኒውካስትል ዩናይትድ ሳንድሮ ቶናሊ ንምስግጋር ክሳብ 90 ሚልዮን ፓውንድ ወጻኢታት ክትገብር ድልውቲ ኮይና ምህላዋ ተገሊጹ። ኮሪየር ዴሌ ስፖርትን ካልቾ ማርካቶን ዝተባሃላ ማዕከናት ዜና ኢጣልያ ከም ዝገለጾ እዚ ወዲ 26 ዓመት ኢጣልያዊ ተጻዋታ ዩናይትድ ብውልቃዊ ውዕላቱ ርኡይ ምዕባለ ድሕሪ ምምዝጋባ ድሮ ናብ ኦልትራፎርድ ንምስግጋር ኣብ መንገዲ ከምዘሎ ይሕብራ። ኒካስትል ኣብ ልዕሊ እዚ ኣከፋፋሊ ሚእቲ ሚልዮን ዩሮ ብርቱዕ ዋጋ ሂባ ናብ ዕዳጋ ኣውሪዳቶ ኣላ። ብመሪሕነት ኢኒዮስ፣ ዩናይትድ ንማእከል ሜዳ ምሉእ ብምሉእ ክትጽግኖ ቀሪጻ ተላዒላ ብምህላዋ ድማ ንቶናሊ ንነዊሕ እዋን ዝጸንሕ ምቹእ መተካእታ ካሳሚሮ ጌራ'ያ ትርእዮ። ብዜካዚ እዚ ንቶናሊ ዝግበር ዘሎ ዓቢ ድፍኢት፣ ዩናይትድ ንኣከፋፋሊ ክለብ ኣታላንታ ኤደርሰን ሰላሳን ሓሙሽተን ሚልዮን ፓውንድ ኣውጺኣ ክተሰጋግሮ ድሕሪ ውዕል ምፍጻማ፣ ምሉእ ብምሉእ ኣብ ሞተር ማእከል ሜዳ ቅያር ከምዝደለየት ዘመልክት እዩ። ኒውካስትል ኣብ ኣውሮጳዊ ውድድር ዘይምህላዋ ብመሰረት ፋይናንሳዊ ሕጊ ማሕበር ኩዕሶ እግሪ ኣውሮጳ መዛግብታ ሚዛን ክትህብ ጸቕጢ ክገጥማ እዩ። ዋላኳ ክትሸጦ ፍቓደኛ እንተዘይኮነት፣ ናብ ቴስዓ ሚልዮን ፓውንድ ዝቕርብ ጨረታ እንተደኣ ኣመጽዩ ግን ኢዳ ክትፈትሕ ትኽእል እያ። ድሌት ሳንድሮ ቶናሊ ኣብ ካልኦት መደባት ምስግጋር ዩናይትድ እውን ብቐጥታ ጽልዋ ኣሕዲሩ ኣሎ። ላዕለዎት ኣካላት እታ ክለብ ኣብ ልዕሊ ተጻዋታይ ክለብ ክሪስታል ፓላስ ኣዳም ዋርተን ዘለዎም ተገዳስነት ከምዘዝሓሉ ድማ ጸብጸባት ይሕብሩ። ኣብ ካልእ ዜና ግብጻዊ ኣጥቃዒ መሓመድ ሳላሕ ኣሰልጣኒ ኣርነ ስሎት ብሃንደበታዊ መንገዲ ምስ ጓጉ ስዒቡ ኣብ ሊቨርፑል ንምጽናሕ ድራማቲካዊ ነገር ክግበር ይሕሰብ ከም ዘሎ ተገሊጹ። እታ ክለብ ትማሊ ሰላሳ ጉንበት ስሎት ብቕጽበት ካብ ስርሑ ከም ዝተባረረ ኣፍሊጣ ነይራ። እዚ ድማ ድሕሪ ምዝዛም ዓመተ ስፖርት ድሕሪ ቁሩብ መዓልታት ኣብ ኣንፊልድ ዝነበረ መልክዕ ምሉእ ብምሉእ ከም ዝቐየረ ኣይሰሓትን። ጸብጻባት ጋዜጣ ዘ ኣትለቲክ ከም ዘመልከትዎ፣ ምግልባጥ እዚ ኩነታት ምውጻእ ሳላሕ ኣጸጋሚ እኳ እንተኾነ፣ ምእላይ ስሎት ግን ቡእ ንቡእ ነዛ ኣጥቃዒ መድባቱ ዳግማይ ክግምግም ደሪኽዎ ምህላዉ ትሕብር። እቲ ግብጻዊ ተጻዋታይ ምስ ኣሰልጣኒ ኣርነ ስሎት ኣብ ምሉእ ዝሓለፈ ዓመተ ስፖርት ብግልጺ ተጋጭዮም እዮም። ኣብ ወርሒ ታሕሳስ፣ ሳላሕ ኣብ ትሕቲ ኣውቶቡስ ዝተደርበየ ኮይኑ ከም ዝተሰምዖ ገሊጹ እዩ። ድሕሪኡ እውን እቲ ወጥሪ ኣብ ዝለዓለ ጥርዙ ክበጽሕ ኣብ ዝተራእየሉ፣ ድሕሪ እቲ ብኣስቶን ቪላ ኣርባዕተ ብ ክልተ ዝተሳዕረሉ ጸወታ፣ ሳላሕ ነቲ ስሎት ዝጥቀመሉ ዝነበረ ከቢድ ሜላ ብግልጺ ብምንቃፍ፣ ሊቨርፑል ናብ ቅዲ ሄቪ ሜታል የርገን ክሎፕ ክትምለስ ተማሕጺኑ እዩ። እዚ ከምዚ ኢሉ እናሃለወ፣ ስሎት ካብ ስርሑ ምስ ተባረረ፣ ብኡንብኡ ሳላሕ ምስ ወኪሉ ህጹጽ ኣኼባ ብምግባር፣ እቲ መዋቕራዊ ለውጢ ንናይ መወዳእታ ዓመት ውዕሉ እንታይ ማለት ምዃኑ ንምግምጋም ኣኼባታት የካይድ ከም ዘሎ ይገልጹ። ሳላሕን ሊቨርፑልን ኣብ መጀመርያ ብነጻ ክወጽእ ውዕሎም ብኣግኡ ከቋርጽዎ ተሰማሚዖም ነይሮም እዮም። ይኹን እምበር ምስቲ ተጻዋታይ ቅርበት ዘለዎም ምንጭታት ከም ዝሓበርዎ ካብ ኣንፊልድ ክወጽእ ከም ዘይደልን ብቐንዱ ድማ ምስቲ ኣሰልጣኒ ብዝነበሮ ዝምድና ነዚ ከም ዝተገደደ ይሕብሩ። ኣብ መወዳእታ ዕውትቲ ቻምፒዮንስ ሊግ ኣውሮጳ ፒኤስጂ ብገንዘባዊ ሽልማት ኣብ ቅድሚት ተሰሪዓ። ትማሊ ኣብ ዝተዛዘመ ቻምፒዮንስ ሊግ ኣውሮጳ ዝተሳተፋ ዓበይቲ ክለባት ብዝረኸቦ መጠን ገንዘብ ብመሰረት ደረጀንን ዘመዝግቦ ውፅኢትን ተዘርጊሑ ነይሩ። ብማሕበር ኩዕሶ እግሪ ኣውሮጳ ነተን ክለባት ዝወሃብ ሽልማት ብሰለስተ ቀንዲ መቀኒታት ዝውሰን ኮይኑ እዚኣቶም ድማ ደረጃ ናይተን ኣብቲ ውድድር ዝተሳተፋ ክለባት፣ ደረጃ ክለባት ኣብ ናይ ዓሰርተ ዓመታት ውድድር ኣውሮጳ፣ ከምኡ ድማ ካብ መሸጣ መሰል ቴሌቪዥን ዝረኸቦ ኣታዊ እዩ። እተን ክለባት ካብቲ ውድድር ዝረኸቦኦ መጠን ገንዘብ ብደረጃ ምስ ንስርዐን፣ ፒኤስጂ ሚእትን ዕስራን ሸውዓተን ሚልዮን ፓውንድ፣ ኣርሰናል ሚእትን ዕስራን ኣርባዕተን ነጥቢ ሰብዓን ሰለስተን ሚልዮን ፓውንድ፣ ባየር ሙኒክ ሚእትን ዓሰርተን ነጥቢ ሰማንያን ኣርባዕተን ሚልዮን ፓውንድ፣ ሊቨርፑል ቴስዓን ሓሙሽተን ነጥቢ ሰላሳን ሓሙሽተን ሚልዮን ፓውንድ ኣትለቲኮ ማድሪድ ቴስዓ ነጥቢ ሰብዓን ሽዱሽተን ሚልዮን ፓውንድ ሪያል ማድሪድ ቴስዓ ነጥቢ ዓሰርተ ሸውዓተ ሚልዮን ፓውንድ ባርሴሎና ሰማንያን ሽዱሽተን ነጥቢ ሓምሳን ሸሞንተን ሚልዮን ፓውንድ ማንቸስተር ሲቲ ድማ ሰማንያን ኣርባዕተን ነጥቢ ኣርባዓን ትሽዓተን ሚልዮን ፓውንድ ቸልሲ ሰማንያ ነጥቢ ዕስራን ሓደን ሚልዮን ፓውንድ ቶተንሃም ከዓ ሰብዓን ኣርባዕተን ነጥቢ ሰለስተ ሚልዮን ፓውንድ ረኺበን ኣለዋ ብመሰረት ጸብጻብ ስካይ ስፖርት፣ እዚ ገዚፍ ገንዘብ ክለባት ኣብ ዝቕጽል መስኮት ምስጋር ክራማት ክወዳደራን ፋይናነሳዊ ዓቕመን ከሐይላን ዝሕግዝ እዩ። ስለ ምክትታልኩም ነመስግን። ንሕጂ ዝበልናዮም መደባት ስፖርት ነዞም ክንካታተሎም ዝጸናሕና ይመስሉ ነይሮም። ኣብ ዝቕጽል መደብ ብኻልእ ትሕዝቶ ክሳብ ንራኸብ ሰላም ወሰናይ ንኹልና።